ከመይ ኢካ ዓዲ። ድሓን ኢና ክንውዕል ኢና ክሳዕ ተውጽኦ ድኣ። ምናልባት ነውሮ ኮይኑ እምበር ብውሽጢ ስረ እውን ህልወካ እዩ።
ክልተን ፈረቓን ስረ ገይረ ኣለኹ ሓንቲ እዚኣ ሓንቲ ትሕቲኣ ሓንቲ ከዓ ኮስትሞ ኣነ ዝገረመኒ እንድሕር ኣሎስ ኣብ ጀርመን እትው ምስ በልናስ ኣብ መገድስ ማለትሲ ኩሉ ሰብሲ ኣይዕልልን ኢኖ ንሕድሕዱ ሞባይሉ ውፅኡ ወይ ላፕቶፕ ኣውፅኡ ኩሉ ከምዚኣ ክብል ዝውዕል ከምዚኣ ከምዚኣ ከምዚኣ ጥራሕ ክብል ዝኽእል ካልእ ዋላ ሓደ ደይብሉ ኣንታ እዞም ዓዲ እንታይ እዮም ኣንታ ፅምዋ ተበሊዖም መሳኪን ዋላ ሰብኣይን ሰበይትን ብሓንሳብ ከለዉ ሲ እቶም ደቆም ናቶም ስራሕ ሕዙ ስኻ ናትካ ስራሕ ትሕዝ እንኳ ኣንታ ከመይ እዩ ዳሓር ምስ ደቂ ኣንስትዮ ተራእኻ ካኣ ኣፍ ንኣፍ ከምዚኣ ክልተ ኣንጻር ዋእ ዳሓር ሓደ ዮናስ ድባሃል ሒዝንስ ናብቲ ባንሆቭ ናይ ጀርመን ናብቲ ኣንደርግራውንድ ናይ ትሬን ስቴሽን ናብኡ ንኣቱ ኩሉ ሰብ ስሰዓዓም ኩሎም ሰዓዓም ኣንታ እንታይ ደኣ ናብ ክፍሊ መሰዓዓሚ ድዩ እቲኒ መሊስና ከዓ ንወርድ ካብኦም ዝበዝሑ ከዓ ዝሰዓዓሙ ከዓ ኣለዉ እንታይ እዮም ኮይኖም ደኣ ዝሰዓዓሙ ዘለዉ እዛ ዓዲ እንታይ ደኣ በዚ ትርኢ ከዓ ኣረግቶት ከዓ ዝሰዓዓሙ በዚ ትርኢ ከምኡ ሰዓሙ ገዝ ሰዓሙ እሞ ኦኬ እሞ መሰዓዓሚ ማለት እዩ እዚ ቦታ መን ደኣ ትኸውን ንዓይ ትስዕመኒ ኸ ማለትሲ ናብ መሰዓዓሚ እዩ ኣምጺእኒ ዘሎ ማለት እዩ ኢለ እታ ትስዕመኒ ክጽበ ድሓር ርእይ ተበልካ ከኣስ ኣብቲ ጎነይ ከኣ ክልተ ወዳት ከኣ ነንሕድሕዶም ዝሰዓዓሙ ኣሃ ንዓይሲ እዚ ሒዝኒ ድመጸ እዩ ክስዕመኒ ማለት እዩ እንታይ ደኣ ኮይኑ ከደንጉዩ ስዕመኒ ማለት ድዩ እንተ እንዳበልኩስ እንታይ ዮናስ እንታይ ይደኣሎም እዚኦም ልሰዓዓም ዘሎ እወ ምፅእ ምስ በለት ባቡርሲ ኩሎም ተሰቂሎም ለከ መፋናነዊ እቲ ቦታ ክትፋኖ ተኾንካስ ትሰዓዓም ድሓር ተረእኹዎም ግን ወድን ጓልን ክሰዓዓሙ ምስ ረኣኹስ ክልተ ወድን ወዲ ክሰዓዓሙ ምስ ረኣኹ ቁርብ ነብስኻስ ከም ገለ ገብረካ ነው እዚኦም ትሪኦም ዘለኻ ሰብኣይን ሰበይትን እዮም ክልቲኦምሲ መርዓውቲ እዮም ሕጂ እንታይ ዝብል ታእሽሙ ይደለኒ ኣብ ኤሮጳ ኣብዚ ኣብዚ ምዕራባውያን ገለመለሲ ሰብኣይን ሰበይት እንተተፋቲሖም ባልጃ ኢኻ ኣብ ደገ ትጸንሓካ እዚኦም ክልተ ወድ ወድን ወድ ተመርዓው ተተባኢሶምስ ናይ መን ባልጃ ኣብ ደገ ትጸንሕ ማለትሲ መን እዩ ዝስጎም ሳቦሞ ናቶም መምርሒታት ህልዎም ይኸውን ባልጃ ወይ ብዘይ ባልጃ ካ ክመፁ ክእሉ ኾኑ ግን እቱ ኢልካስ ንሓደ ኣብዚ ዓዲ በዓል ሓዳር ዲኻ ተመርዒኻ ዶ ይትብሎን ኢኻ ንሓደ ወዲ ከምኣ ኣብ ድብል መደምዳምታ በፂሐ ሓደ ፃዕዳ ረኽባ ኢልካ ሰበይቲ ኣላትካ ዶ ተልካያ ነይ ተይልካ ሰብኣይ ከለካ ዶ ኣጥብቕ ምስኣ እወ ክትሓርስ ኣለካ ነታ ጓል ከኣ ሰብኣይ ኣለክ ዶ የብለይን ሰበይቲ ከላትክ ዶ ብከምዚኢታት እዮም ዝነብሩ ዶ እጂ ዚኢታት ካብቲ ደሰ ብዙሕ ሓድሽ ነገራት እዩ
ኣነ ደጋጠመኒ ሕጅስ ቆልዓ ይጻወት ነይሩ ኣብ ሊፍት ስቕ ኢሉ ይወርድ ኣብ ሕጂ ኣነ ሰጻውቶ ጀርመናዊ እቲ ቆልዓ ኣብሎ ስቕ ኢሉ ጥምተ ንክስሕቀኒ ድዩ ምክንያቱ ወይ ሲዲ ስክራሽ ድገብር ደሎ ኮይኑ ተሰሚዕዎ ክኸውን ይኽእል ኣዲኡ ምጻ ኢላስ ቦ ጓይላ መንጢላስ ከምዚ ኢላ ጠሚታት ንኸኢላ እንተ ኮይና ደኣ ጥምተን እንቋዕ በላይ ሓቆፍካዮ ይበል እይ ተትሓቁፎ ኔርካ ካልእ ሽግር ምመጻካ። እዋ ቆልዓ ዋላ ክጋገ ተራኣኻዮ ክትጎንሖ ይብልካን እዩ ድካ ኣብዚ ዓዲ ክትጎንሖ ይብልካን ኣባና ኣነ እንድሕር በጽቢጸ ኣብ መገዲ እንዳኸድኩሲ ጎረቤትካ ሰብኣይ መጺኡ እዩ ዝጸፍዓካ ጎረቤትካ እዩ ዝገንሓካ ድረኸበ ሰብኣይ ክጸፍዓካ ይኽእል እዩ ተጸፊዕኒ ተጸፊዐ ንገዛይ እንድሕር ኣትየ ኣታ ኮንካ እታ ኣቦይ በርሀ ጸፊዕኒ ጽቡቅ ገበረካ ኢላካ ኣዴኻ ከኣ ትደግመካ ከምዚ ኣብዚ ግን ውልቃዊ ውልቃዊ ህይወት ዝዓብለሎ
ዝናብራና ከ ከመይ ርክብዎ ከልቢ ከናፍሱ ትርኢ ካልእ ከልቢ ዓርኮም ቀንዲ ተኣሽሙስ ከልቢ ኣብ ሕብረተሰብና ከልቢ ንሰብ ድሕልዎ ኣብዚ ዓዲ ግን እስኻስ ነቲ ከልቢ ትሕልዎ ነቲ ከልቢ ከም ስርዓት ውሕ ተዝብል ከምጸላእካ ዲኻ ውሕ ክብል ዝሰማዕክዎ ከልቢ የለን እቶም ኣኽላባት ውን ጽምዋ ተዋሒጦም ኣለዉ። ከልብኻ መን ሽሙ?
ከልበይ ኩኪ ሽማ። ኩኪ ሽማ እወ ክንደይ ዓመታ?
ሕጂ ዓመትን ኣርባዕተ ወርሕን ጌራ ኣላ።
እሞ ተሞኪርካ ትኸይድ ኣለኻ ኣብዚ ከተዛውራ ከምኡ?
እወ ቁሩብ መሰላ ዝኸላእክዋ ዝነበረ ክትሕጸብ ከም ዘለዋ ክትምሸጥ ንሓጽባ ኢና ግን ናታ መመሸጥ ከም ዘሎ ናይ ስኒ ኮልጌት ከም ዘለዎም ብዙሕ ነገር ክበልዕዎ ዘለዎም ማለትሲ ብካልኩሌሽን እዮም ዝነብሩ እቶም ኣኽላባት ድሓር ድጎማ ከ ኣለዎም ኣርባዕተ ሽሕ ድዮም ገለ ወስዱ ናይ ከልቢ ዘለዎም ገለመለ ኩክ ግን ኣርባዕተ ሽሕ ስለ ዘይትወስድ ከምኡ ክገብረላ ኣይክእልን እዩ ምክንያቱ ኣርባዕተ ሽሕ ኣይተምጻለይን እያ በንጻሩ ሰብ ተነኺሰ ኣርባዕተ ሽሕ ክኸፍል እየ ምኽንያቱ ሓለውቲ እዮም ናይዚ ዓዲ ግን ኣይሕልውን እዮም ኣብ ዓራት ደቂሱ ዝጸንሕ ከልቢ ምስ ረኣኻ ስዝስ መርዓዊ ድዩ ዋላ እንታይ ኢኻ ትብል ካብ ጀርመን ዴንማርክ ብባቡር እንዳኸድና ሲ ሓደ ራሲስት ቆልዓ ኣጋጢምና በቃ ንእሽተይ ቆልዓ እዩ ወዲ ሰለስተ ዓመት ኣነን ወዲ ሻውሽንሲ ኣብዚኣ ኮፍ ኢልና ባቡር እሱ ከኣ ምስ ኣዲኡ ኣብኣያ ኔራ ናቶም ታሲት ናምበር ሪኦም ኮፍ ብሉ ቆልዓ ክርእየና ጽቡቅ መጺስ ይብልስ ጥምት እታ ወዲ ሻውሽ ንዓኻ ዶ ፈሪሕካ ኹን ካባኻ ዶ ከፊኤ እሞ ንመንዳ ጫጭ ቆልዓ ናብዛ ዲኡ ሕቑፍ ተዳሂልና ኖ እንታይ ድሓር በቲ ዝነበሩ ፃዓዱ ንሕና ክንሕግዘክ ንሕና ዶ ቦታ ክንቅይር ብሏል ንሕና ቦታ ክንቅይር ይርዳእና እዩ ዋላ ጀርመን ኣይንስማዕሲ ን ንሒ ንሒ ንስኺ ብዝኹኒ ትነግራ ካኣላ ንዚኦም እንታይ እዩ ሽሙ ከይንሰምዖም እንታይ እዩ ሽሙ እዚ ብዓይኖም ምልክት ይገብሩ ካብኡ ይሕለፍ እዚ ቆልዓ ጥምት ከብለና ኣላ ንሓቲ ዓሌታዊ ቆልዓ ኣይንገድፈካን ኢና ንዒ ክስታ ክንሕግዘኪ ኢሉ ጥምት ከብለና ክራ ካብኡ ይሕለፍ ደሓር ቀስ ብቐስ ክነላሙዶ እስከ ደሓን ገለ ኢለ እንቲኦም ቦታ መቐ ደሓን ኮፍ ክብል ኢላ ኣቢላቶ ሽዑ ቀስ ብቐስ ንብለምሽ እብለና ክንደዲኡ ከፊኡ ዝቆልዓ ንሕና ከማን ከፊእልና ደይፈራሕናሲ ትብልኒ ፈቲና ክመውት ደሓር ለሚዱ ፈቲና ኣብ መንጎ ዋላ ክንፍትኖ ኢልና ተበልናስ ካዕካዕካዕካዕ ኢሉ ዝስሕቕ ደሓር ክኸይድ ከሎ ክንደይ ብኽያት ካባና ምፍላይሲ ከፊእዎ ክዕል ደልዩ ኣዲኡ ዋላ ጽቡቕ ዕላል መጽዩ ገለመለ ግን እቲ ናይ ዓሌትነስ ኣይወፀን ኣሎ ክሳብ ሕጂ ኣብዚ ቆልዓ እዚ ማለት እዩ ተፈቲና ማለት እዩ ሓደ እዋን ከኣ ምስ ሕጉሻ ሓንቲ ናይ ኮርሶ ንሰርሕ ኔርና። ንሳኸ ክሳብ ሎሚ በይ ኔራ ብሽክለታ ደይ ትኽእላ ኣንቲ ብሽክለታ ገ እማ ክዝውር ኣይክእልኒ ኣነ ኣነ ክዝውር ኣይክእልኒ ዋ ኣበይ ኔርካ ኣይትኽእልያን ኢኸ ኣይክእላን እየ እዋ ይሄ ኣቦኣ ብሽክለታ ኣለዎ ኣሕዋታ ብሽክለታ ኩሎም ብሽክለታ ኣንቲ እንታይ ኣይትቕ በል ቁርብ በል ፈትን ዋላ እዛ ናይ ኮርሶስ ቁርብ ፈትን ኢልና ፍትን ክነብላ ከይዳ ፈጠቕ ኣብዛ መሬት ተቋሪጹ ስራሕ ድሕሪ ክንደይ መዓልቲ መጺና ቀጺልናዮ ሕማቕ ትረኣያ ከማን ኣብታ ስራሕ ኣላ ኣብዛ ናይ ኮርሶ ተርእኻ ሙሉእ ብሙሉእ እያ ትወድቕ
እሞ ንቕሎ ኮይኑ
እንታይ ዳዩ ዝተእትዎ ዘለካ እዚ ቁርሲ እንታይ ኮይኑ ድስማዓኒ ከምዚ ሰብ ኩርማጅ ሒዙ ዝወረደ ማዓኮር ማዓኮር ኢልካ ተጨፍጭፈን ንብብኡ ህዝቢ ዝተኮኑ ምስ ክንደይ ሰብ ኩርማጅ ወሪዶም ቁጥቁጥ ወደው ኣታ ቻው በል በል ጽቡቅ መገዲ ቻው